መንግስቲ ሩዋንዳ ንሳውት ሱዳን ስዒቦም ካብ ኣሜሪካ ዝተሰጎጉ ስደተኛታት ንክቕበሉ ስምምዕ ይገብሩ ከም ዘለዉ ክገልጹ እንከለዉ ንሱ ጥራይ ዘይኮነ እዞም ልዕሊ 250 ሳድ ኒውዝ ኣለኒ እዚ ወዲ ፊልሞን ኣንድ መካየን ዕድሙ 32 ኣብቲ ግዜ ክራይም ዝፈጸመ ሓንቲ ሓፍትና ልዋን በረኸት ትበሃል ግሮፍረንድ ናቱ ነራ ጠኒሳ ነራ ሽዱሽተ ወርሒ እዚ ቐሺ እዚ
ቅድሚ ሕጂስ ንበዓልቲ ቤቱ ደሳሲቑ ሃራሪምዋ ነይሩ።
ሰላም ሰላም ሰላም ፋሚሊ ሰላምኩም ይብዛሕ እዚ ሳሚ ሪያክት እዩ ሳሚ ናይኩም ተመሊሰ መፀ እኒኦ ሰብስክራይብ እና ላይክ ብምጋር ናዚ ቻናል እዚ ቤተሰብ ምኳን ከይትርስዑ ከምዚ ኩሉ ግዜ ትገብርዎ ሰብስክራይብ ገበሩ ላይክ ገበሩ ናዚ ቻናል እዚ ድማ ቤተሰብ ምኳን ከይትርስዑ ኢኩም ዳይ ላ ቪዲዮታትና ንቀፅል

ተስፋ ቆሪጽካ እቲ ጀሚርካዮ ዘለኻ ክትርሕርሖ ክትገድፎ ደሊኻ go ahead ምርጫኻ እዩ ግን ከኣ ሓደ ነገር ዘክር ካልኣይ ምርጫ እውን ኣለካ ስንኻ ነኺስካ ንቕድሚት ምስጓም ካብቲ ወዲቕካዮ ዘለኻ ሓመድ ልሒስካ ምትስሳእ ንቕድሚት ምግስጋስ ክሳዕ መጨረሻ ምቅላስ ሰባት ኣብቂዐ እዩ ድሕሪ ሕጂ ካብዚ ንላዕሊ ክስጉም ኣይክእልን እዩ ወዲኡ እዚ ናይ መጨረሽኡ እዩ ክብሉኻ ከለዉ ንስኻ ግን ተሲእኻ ስንኻ ነኺስካ እቲ ሰም ክርእይዎ ዘይክእሉ ኣብ ውሽጥኻ ዘሎ ብዓይነ ልቦናኻ እንዳረኣኻ ገስግስ ተስፋ ከይቆረጽካ ሓደ መዓልቲ ክኸውን ከም ዝኽእል እንዳሓሰብካ ንቕድሚት ገስግስ ሽዑ እቶም ትማሊ ወላ ሓንቲ ክገብር ኣይክእልን ሕጂ ድኣ ኣብቂዑ እዩ ክላ ካብዚ ንላዕሊ ክኸይድ ኣይክእልን እዩ ዝበሉኻ ከጨብጭቡልካ እዮም። መንግስቲ ርዋንዳ ንሳውዝ ሱዳን ስዒቦም ካብ ኣሜሪካ ዝተሰጎጉ ስደተኛታት ንኽቕበሉ ስምምዕ ይገብሩ ከምዘለዉ ክገልጹ እንከለዉ፣ ንሱ ጥራይ ዘይኮነ እዞም ልዕሊ ክልተ ሚእትን ሓምሳን ዝበጽሑ ስደተኛታት ዝቕበልዎም ካብ ኣሜሪካ ዲፖርት ዝኾኑ ሰባት ኣብ ዝኾነ ይኹን ናይ ጾታዊ ዓመጽ ወይ ድማ ኣብ ዝኾነ ይኹን ገበናት ዝተሳተፉ ሰባት ክኾኑ የብሎምን ዝብል ሕጊ ከተተኣታቱ ከላ ንሱ ጥራይ ዘይኮነ እዚ ኣብ መንጎ ሩዋንዳ ከምኡ ድማ ዩናይትድ ስቴት ኦፍ ኣሜሪካ ዘሎ ርክባት ንምዕባይ ተባሂሉ ዝስራሓሉ ዘሎ ዶናልድ ትራምፕ ካብ ጥሪ ክልተ ሽሕን ዕስራን ሓሙሽተን ኣትሒዙ ዓይኒ ኣውዲቕለን ዘሎ ሃገራት ኣብ ውሽጢ ኣፍሪቃ ሩዋንዳ ሳውዝ ሱዳን ሊብያ ኢኳታርያል ጊኒን ካልኦት ሃገራትን ክኾና እንከለዋ ኣብ ዝመጽእ ዘሎ ቀጺሉ ግዜታት ድማ ኣንደኩመንትድ ዝኾኑ ስደተኛታት ካብ ውሽጢ ዩናይትድ ስቴትስ ኦፍ ኣሜሪካ ተሰጉጎም ናብዘን ሃገራት እዚኤን ክኸዱ ከምዝኽእሉ ክግለጽ እንከሎ ንሱ ጥራይ ዘይኮነስ ሳውዝ ሱዳን ኣብ ዝሓለፈ ሸሞንተ ዲፖርትድ ዝኾኑ ካብ ዩናይትድ ስቴትስ ኦፍ ኣሜሪካ ስደተኛታት ከምዝተቐበለት ክግለጽ እንከሎ መቐጸልታ ናቱ ድማ ሞር ዝበዝሑ ሕጂውን ስደተኛታት ክትቅበል ከምእትደሊ ክትገልጽ እንከላ እዚ ዝኾነሉ መንገድታት ድማ ኣብ ዝሓለፈ ቪድዮ ሰሪሕናያ ገሊጽናያን ኣለና ማለት እዩ። ቀጺሉ ዝመጽእ ግዜ ድማ ብዙሓት ሰባት ካብ ኣሜሪካ ዲፖርት ኮይኖም ናብ ኣፍሪቃ ክመጹ ዝኽእሉ ቁጽሪ ካብ ግዜ ናብ ግዜ ክበዝሕ ከም ዝኽእል እውን ይንገር ኣሎ። ኣርሒቕና ኢና ተሰዲድና እምበር ኣርሒቕና ኣይሓሰብናን። ምኽንያቱ ገንዘብ ኣብ ህይወትካ ዓራት እምበር ድቃስ ኣይገዝእን። ገንዘብ ፋሲሊቲ መሳለጥያ እያ ኣብ ህይወትካ። ስለዚ ንገንዘብ ኢልካ ዝንበር ህይወት እንተደኣ ኣሊካ ኮይኑ ገንዘብ ክሳዕ እትረክብ እዩ ናትካ ህይወት ማለት እዩ። ገንዘብ ምስ ረኽብካ ብድሕሪ ናይ ህይወት ናይ ምቕፃል ዕድልካ ዝወሓደ እዩ። ነብር ስለ ዘለካ ገንዘብ የድልየካ ልካ ግን ንወዲ ሰብ ዝቐፅሉ ንሱ ይኮነ። ንቐፅል ከዚ ለ ሰብስክራይብ ና ላይክ ናገበርኹም ናዚ ቻናል እዚ ቤተሰብ ምዃን ከይትረስዑ ንቐፅል። በዚ እትሪእዎ ዘለኹም ዓሰርተ ሓምሽተ ዕድሚኡ ጸሊም ንእሽቶ ሓውና ኣብ ጀርመን እስርቤት ናይ ጀርመን ዮትፋኣ ነብሱ ቀቲሉ Suicide ጌሩ ሕጂ ምሉእ ቲክቶክ ብዛዕባ እዚ ወዲ ይዛረብ ኣሎ ዓሰርተ ሓምሽተ ዕድሚኡ ኣፍሪካዊ እዩ ኣብዚ ቪድዮ ትሪእዎ ኣለኹም እዚ ብቅድሚ ሙማቱ ዝተቅደሐ ቪድዮ እዩ ሕጂ እዚ ቆልዓ ስለምንታይ ነብሱ ቀቲሉ ተልና ኣብቲ እስርበት ትሰርሑ ጻዓዱ ሓለውቲ ነይቲ እስርበት ማለት ንሶም ነዚ ወዲ ጸሊም ስለ ዝኾነ ይጸርፍዎ ኔሮም ይሃርምዎ ኔሮም መግቢ ክህብዎ ኣይነበሩን ሕጂ ኣብ ሓደ ማዓልቲ እዚ ዝሓለፈ ዊከንድ ማለት ዓርቢ ነብሱ ቀቲሉ መግቢ ምስ ጠመየ ናብ ሓደ ብጥቓኡ ምስኡ ተኣሲሩ ዘሎ ማለት እሱር ምንእሰይ ከይዱ ካብኡ መግቢ ምስ ተለቀሐ መጺኡ ሓደ ጻዕዳ ሓላዊ ንዑ ዘቢጥዎ ኣብኡ ሽዑ ክጻወሮ ኣይከኣለን እዚ ቆልዓ በቃ ነብሱ ቀቲሉ። ንጽባሒቱ እቲ ምሉእ እስርቤት ፕሮቴስት ገይሩ ዓሰርተ ሸውዓተ ቆልዑት ፕሮቴስት ገይሮም ህጂ ብዙሕ ብብዝሒ ፖሊስ ኣትዮም ኣብቲ እስርቤት ንዖም መሊሶሞም።

ሃገር ፈጢርኒ ነቲ ሃገር ካብ ምቕጻልን ዘይምቕጻልን ካብ ናይቲ ንኡስ ጀኔሬሽን ናተይ ናትካ ህዝባዊ ግንባር
ኣነ ዋላ እንተገለፅኩ ህዝባዊ ግንባር ኢለ ተገለፅኩስ ክገልፆ ኣይክእልን እየ ክንገልፆ ኣይንኽእል ኢና ምክንያቱ ህዝባዊ ግንባር መዋዳድርቲ ዘይብሉ ምሩፅ በሊሕ ውድብ ብዘይ ኣበር ዝኸይድ ውድብ ህይወቱ ከፊሉ ዝነብር ውድብ እዩ ኢለ ክዛረብ ከለኹ ኣነ ባየስድ ኮይነ ንዘይኮነ ውድብ ኣይኮንኩን ክገልጾ ዝፍትን ዘለኹ ህዝባዊ ግንባር ፍተውዎ ጽልኣዮ በቲ ገምጥሎ በቲ ገምጥሎ መዋዳእቲ ፍተ ዘይብሉ ውድብ እዩ ድሓር እኮ ታሪክ ታሪክ ህዝቢ እኮ እዩ ናይ ህዝባዊ ግንባር ታሪክ እኮ ናይ ታሪክ ህዝቢ ኤርትራ እዩ ክንሕበነሉ፣ ክንኮርዓሉ፣ ክንመሃሮ፣ ኣብ ደምና ከነእትዎ ዘለና ታሪኽ ኮይኑ ምክንያት ኩለን ሃገራት ከምዚ ዓይነት ዕድል የብለንን። ከምዚ ዓይነት መስገደላት ሓሊፈን ዘረጋገጾ መንግስቲ ስለ ዘይብለን ህዝባዊ ግንባር ፍጽም ንክንገልጾስ ነዊሕ ግዜ ከድልየና እዩ። ኣነ ብዓቕመይ እየ ዝገልጽ ዘለኹ፣ ዓቕሚ ዘለዎም ክገልጹ ይኽእሉ ይኾኑ፣ ህዝባዊ ግንባር ግን ኣቕልል ቢልካ ሸፈፍ ኢልካ ትሓልፎ ውድብ ኣይኮነን፣ ድሓር ንህዝባዊ ግንባር ብዝኾነ ይኹን መንገዲ ክትጽይቆ ታሪኹ ክትጽይቕ ምፍታን ብታሪኽ ህዝቢ ምጽዋር ጥራይ እዚ ናይ ህዝቢ ኤርትራ ታሪኽ እዚ ቀሺ እዚ
ቅድሚ ሕጂስ ንበዓልቲ ቤቱ ደሳሲቑ ሃራሪሙዋ ነይሩ። ሃራሪሙዋ ደሳሲቑዋ ብኡ ተኸሲሱ ነይሩ። ሽዑ ተኸሲሱ ከሎ ከኣኒ ናብ ስደት ወፅዩ ናብ ስደት ወፂ ከዓ በቃ እቲ ቆፀርኡ ቆፀርኡ ገለመለ ዓዱን ገለመለ ኩሉ ዘይትፈልጦ ኣነ ቆፀራ ገለመለ ነይርዎ ናይቲ ቤት ፍርድን ገለመለን ኣይከደን ምናልባት ብኡ ኣሲሮሞ ክኾኑ ይኽእሉ እዩ እንድሕር ተኣሲሩ ኮይኑ ማለት እዩ ዓሰርተ ግዜ ናባይ ትሰድለይ ዘለኹም ብቆሹ ሰበይቲ ድርንቕንቕ ኣቢሉ ሃራሪምዋ ጎዛዚምዋ ወይነ ኣኽለኒ ሕጂ ደሓን ንግደፎ እሞ ነቲ ቀሺ ኣስፊሐ ግን ክነግረኩም ንቐጽል ከዝለ ሰብስክራይብና ላይክ ናገርኹም ናዚ ቻናል እዚ ቤተሰማዋን ከይትረስዑ ንቐጽል ሰላም ሰላም ይሕዋት ሎሚ ሳድ ኑዝ ኣለኒ እዚ ወዲ ፊልሞን ኣንድ መከየን ዕድሙ ሰላሳን ክልተ ኣብቲ ግዜ ክራይም ዝፈጸመ ሓንቲ ሓፍትና ልዋም በረኸት ትበሃል ግርልፍሬንድ ናቱ ነይራ ጠኒሳ ነይራ ሽዱሽተ ወርሒ እሱ ግን ኣይከኣሎን እቲ ነገር ስለ ተመርዕዩ ነይሩ ሰበይቱ ኣብ ኡጋንዳ ነይራቶ ነታ ግርልፍሬንድ ግን ብጣዕሚ ሕማቕ ትሪት ይገብራ ነይሩ ዋላ እቲኦም ነይበርስ እንታይ ይብሉ ነይሮም ሓሓደ ግዜ ርኢናዮ ኢና ገጻ ገለ ይሃርማ ነይሩ ኤኒወይስ ማማይ ኣብ ከብዳ ነይሩ ጓል እያ እቲኣ ቤቢ ድሕሪ እንታይ ገይሩ ኣብ ክሳረ ብኻራ ገይሩ የእትይላ ኣብቲ ገረብ ገሪፍዋ ማለት እዩ ኩሉ ቴሌፎናታ ገለ ምስ ወሰዶ ኢንቨስቲጌሽን ተጀሚሩ እቲኣ ሓፍትና ልዋም ከዓኒ ን ክልተ ሰዓት ብሂወት ነራ ስትራጎል ትገብር ነራ ሓገዝ ገለ ክትረክብ ኣብ መጨረሽታ ንሳ ትማማይ ከኣ ሓሊፋ ኤመርጀንሲ ወሲዶም ኣብቲ ሃስፕሮ ከብዳ ሲ ሰክሽን ገሮም ከፊቶም ንማማይ ከድሕንዋ ፈቲኖም ግን ኣይኾነሎምን ፊልሞን ከኣኒ ምስ ሓተትዎ እንታይ እቲ ጉዳይ ገለ ኣነ ገበርክዎን ኣክሲደንት እዩ በዓላ ነብሳ ከምዚ ከምዚ ኢሉ ምኽኒት ሂቡ ምኽኒት ክህብ ከሎ ከዓ ስለምንታይ ሞ ቴሌፎን ገለ ወሲድካ ኣብኡ ትገርፋ ገለ ሓኪማ ዋላ ብላድ ተስት ከድልየኒ እዩ ነቲ ማማይ ገለ ምኽኒት ሂቡ ኤኒሃው ይሕዋት ጁላይ 8 2025 ፊልሞን ከዓኒ ሞይቱ ኣብ እስርበት ሕግታት ኣሎ ነቲኦም ክራይም ገበን ገለ ዝሰርሑ ዋላ እቲ መንግስቲ ገለ እንድሕር ዘየጥፋኣኩም ክትእሰሩ ከለኹም ሕግታት ከኣ ኣሎ ኣብቲ እስርበት ምስቲኦም እሱራት ንቆልዑ ዝዕምጽ ንማማይ ዝቐትል ንደቂ ኣንስትዮ ዝሃርም ናቶም ከኣ ክስታይ ኣለዎም ሕግታት ብኣኻ ኣነ ኣጥፊኦም እየ ዝብል ግን ኢንቨስቲጌሽን ጭብቲ ስለ ዘየለ ኢንቨስቲጌሽን ንገብር ኣለና ስለምታይ ተቐቲሉ ኦር ሞይቱ ድዩ ሃመሳይ ድዩ ንነብሲኡ ድዩ ገሎም ኢንቨስቲጌ ይገብርሉ ኣብቲ እስርበት ማለት እዩ ሞራል ኦፍ ስቶሪ ይሕዋት ተጠንቀቑ ኣስተውዒልኩም ኪዱ ፍቕሪ ገለ እንድሒዝኩም ብሓቂ ኪዱ እንድሕር ወሊድካ the end of the world ኣይኮነን ቢሩፎ በይቢ ወሊድካ ንድሕር ተፋቲሕኻ ጸገም የለን ሰብ ምቕታል ምሕራድ ገለ ግን ተጨኒቅካ ሓገዝ ርኸብ ተጨኒቅኩም ካውንስልን ርኸቡ ሂወት ኣጥፊእኻ ግን ዋላ ሓንቲ ዘዋጽኣካ ነገር የለን ኣምላኽ ኣይርስዕን እዩ ኣምላኽ ኩሉ እዩ ዝርኢ ዘሎ ሕጂ ከዓኒ ባዕሉ ብሂወትካ ሂወቱ ከዓ ሓሊፉ ዝወዲ መንግስቲ ሰማይ የዋርሳ ንልዋም በረኸት ነቲ ኣማማይ ከዓኒ ዋላ ነዚ ሓወና መንግስቲ ሰማይ የዋርሶ ዋላ ኢቮል ስራሕ ኢቮል እዩ ዝወዲ ግን

ተላዕ ጎጆ ደኣ እንታይ ከተዕናሮ ግን ተላዕታ ጎጆ ወይ ጎጆ ዓርከይ መን ይቐትልዎ
ንወዱ ከም ግዝያዊ ኣመሓዳሪ ኮይኑ ዓዲ ክመርሕ ስልጣን የረክቦ እሞ ስልጣን የረክቦ እሞ መሰጋገሪ መንግስቲ እናመርሐ ነገራት የመቻችሎ ማለት እዩ ትወዱ እዚኣ ክትከውን እንተላ እቲ ወዱ ድማ በቲ ዝተፈጠረ ስግግር መንግስቲ ክንደይ ምሁራት ክንደይ ፖለቲከኛታት መሪሑ እንታይ ይሕሸና ካብቲ ሕሉፍ ዝነበረ ፀገምና ክንወፅእ እንታይ ይሕሸና ተባሂሉ ብምሁራት ኤሪትራውያን ምኽሪ እናተገበረሉ ንምርጫ ይዳለዉ ኣለዉ ማለት እዩ፣ የመቻችዉ ኣለዉ ማለት እዩ። ድሕሪ ህዝባዊ ምርጫ ምስ ተኻየደ ህዝቢ ኤሪትራ ናተይ መንግስቲ እዩ ዝብሎ ምስ ቆመ ብድሕሪኡ እቲ ወዱ ወይ ኣባል ናይቲ ኣመራርሓ ይኸውን ወይ ይሰናበት መንግስቲ የረክብ ኣሎ ማለት እዩ። ስለዚ ካብዘን ክልቲኤን ሓዲኤን ታሪክ ክሰርሕ እንድሕር ኮይኑ ሓዲኤን መሪጹ ብተግባር ከውዕል ምኽኣል ኣለዎ። እዚ ድማ ጥቕሙ እንታይ እዩ? ኣሊስ ህዝቢ ትግራይ ክፉእ ኣይኮነ ጠቕላላ ህዝቢ ትግራይ ክብል ከለኹስ ኤሪትራውያንን ተጋሩን ማለት እየ። ህዝቢ ትግራይ ብሃይማኖት ብስነ ስርዓት ብታሪክ ዝነበረ ህዝቢ እዩ። ክፋእ ተንኮል ክፍኣት ተንኮል ኣብ ልቦንኡ የለን ኣይሓስብን ንዓርሱ ገዲፉ ህይወት ሰብ ከድሕን ሕጂ ከዓ ናብታ ንመጨረሻ ኢለ ዘፅናሕኳ ከምዚ ፖለቲካ ነገር ስለ ትመስል ዘፅናሕኳ ሕቶ ናብኣ ክንኣቱ ኢና ማለት እዩ እዚኣ ከዓ እንታይ ነይራ ኣብ ድሓለፈ ኣብ ዝገበርኮ ኢንተርቪው ዓሚ ዓሚ ልክዕ ከምዚ ግዜ ከምዚ ሕጂ ግዜ ነይሩ መስለኒ ዝገበርኮ ኢንተርቪው ዝመፀኒ ባክላሽ ነይሩ ካብ ገለገለ ክፋል ናይ ማሕበረሰብ ማለት እዩ ማለተይሲ ብካልእ ዝተረድእዎ ነቲ ዝተዛረብኮ ነገር ነይሮም መስለኒ እቲ ኩናት ጠጠው ይበል ገለ ኣብ ዝበልኩሉ ግዜ ማለት እዩ ባይ ዘ ወይ እዚኣ ንሓንትን ንመጨረሻን ግዜ እየ ክዛረበሉ ኣነ ምክንያቱ ሽዑ እንተዛሪበ እየ ሕጂ እውን ክደግመ እዩ ንምንታይ ኣነ ፖለቲከኛ ኣይኮንኩን ናተይ ፋይት ኣይኮነን ከዓ ናተይ ዝነብረሉ ዕላማ ኣይኮነን ፖለቲካ ወላ ሓንቲ ናተይ ፋይት ኣይኮነን ሰብ ባዕሉ ናብኡ ጠምዚዝዎ እምበር እሱ ይነበረ ናተይ ዕላማይ ክዛረብ ከለኹ ከም ኣካል ህዝቢ እየ ተዛሪበ ነይረ እዚ መደምደምታ ክገብረሉ ስለ ዘለና ሕጂ ግን ብዛዕባኡ ከትንክፎ ወሲነ ኣለኹ ማለት እዩ ፖለቲካ ኣይርድኣንን እዩ ዝርድኦ ሰብ ከዓ ኣይረኣኹም ክሳብ ሕጂ ካብቶም ፖለቲከኛታት ወፃኢ ናቶም ገይሚ ናቶም ስራሕ እዩ ናቶም እሶም ጥራይ እዮም ዝርድዎ ካልእ ክፋል ማሕበረሰብ ህዝቢ ድሌቱ ዓይነት ርእቶታት ወይ ከዓ ብዝመሰሎ ክዛረብ ይኽእል እምበር ማንም ንዓይ ከረዳእኒ ዝኽኣለ ሰብ የለን ፖለቲካ ህዝበይ ህዝቢ ኤርትራ ዘዕበየኒ ማሕበረሰብ ጭዋ ህዝቢ እዩ ማለተይ ናይ ካልእ ሰብ ምብትታን ናይ ካልእ ሰብ ኩናት ናይ ካልእ ሰብ ጥፍኣት ዝምነ ህዝቢ ይኹን በሰላ ኩናት ካብ ህዝቢ ኤርትራ ንላዕሊ ዝፈልጦ ሰብ የለን ከምኡ ዓይነት ህዝቢ ከዓ ኣዕበየኒ ንዓይ ኩሉ ግዜ ብዛዓዲ ዝዛረቦ ዘረባ ኣሎ ምሻሎ ዋላ ንዓና ርእይቶ ከምና ክብ ወገለስ እንዴ ድሮ የነበሩ አባቶቻቸው ምናምን እኮ በጣም ጨዋ ነበሩ። እንዲህ የስራ ሰዎች ናቸው። አብዛኛው ቢዝነሱን የተቆጣጠሩት እነሱ ነበሩ። ገለገለ ይሁን አውጭስ እንታይ ማለት እዩ ከምዚ ቅድሚኹም ዝነበሩ ብዚ ኤርትራውያን ሰብ ብጣዕሚ እዮም በቃ ናይ ስራሕ ሰባት እዮም ነይሮም ቁልሕ ኢሎም ናይ ሰብ ነገር ደደልዩ ገለ ክብሉ ከለዉ ብጣዕሚ ኣነ ኣም ሶ ፕራድ ኦፍ እቶም ቅድሜና ዝነበሩ ጀነሬሽን ኣቦታትና ኣም ሶ ፕራድ ኦፍ ብጣዕሚ እዮም ዘኽርዑኒ እዛ ሽም እዚኣ ከዓ ኩሉ ግዜ ዓቂበ እየ ክኸይድ ዝደሊ ሎማዓንቲ ልሓዝኹም ቪድዮታት ዚኦም መስሉ ነይሮም ኣብ ቐፃሊ ብልገራርሙና ትኩሳት ልኾኑ ቪድዮታት ሒዘልኹም ክምለስ እየ እስካዕ ሽዕቱ subscribe እና like ብምግባር ናዚ ቻናል እዚ ቤተሰብ ምዃን ከይትርስዑ peace out።